ኢሊለይ ተጸብዮቶ ኣሌክስ ብጣዕሚ ልገርም ስራሕ ማለት እዩ ብጣዕሚ ኣስሓሞይታ ኣይከኣለትን ማለት እዩ ሰላም ሰላም ናይ ሽዊት ኢትዮብ ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላሜ እግዚኣብሔር መስገን ንስኻትኩም ለኣብ ዘለኹምዎ ሰላምኩም ብዙሕ ትርፊ ይበለለይ እንዳበልኩ ለማሓንቲ ብሓድሽ ቢድዮ መጺኤኩም ዘለኹ ማለት እዩ ክስካብ መጨረሻ ምሳይ ሓቢርኩም ከም ዝጸንሑ ድማ ተስፋ ይገብር ማለት እዩ መጀመርያ እንኳዕ ኣብፀሐኩም ለማሓንቲ መድሃኒ ዓለም እዩ ማለት እዩ እንኳዕ ኣብፀሐኩም ክብለኩም ይደሊ ማለት እዩ ካብኡለ ቅንያት በዓል ልደት ስለዝኾነ ብሩኽ ኣውደ ዓመት ይግበረልኩም ዝሓመመ ዝፍወሰሉ ዝጠመየ ዝዕንገለሉ ዝጸምእ ዝረውየሉ ዝዓረቐ ዝኽደነሉ ዝሓመመ ዝሓውየሉ ኣውደኣመት ክኾነልና ማለት እዩ። ናይ እግዚኣብሔር ኣምላክ ቅዱስ ፍቃድ ይኹን እንዳበልኩ ብሩኽ በዓል ልደት ይኹነልና እዞም ሓተይ ማለት እዩ። ኩልኹም ተመልከተይ እንኳዕ ኣብፀሐኩም ክብለኩም ይደሊ ማለት እዩ ብሩኽ ልደት ይግበረልኩም ማለት እዩ እምበዓል ለማዓንቲ መፅኤኩም ዘለኹ ብዛዕባ ሊልና ኣሌክስ እዩ ማለት እዩ ሊልና ኣሌክስ ሪእኹም ወይኹም ትማሊ ብጣዕሚ ለስሕቐና ለዘናግዕ ማለት እዩ ሊልን ኣሌክስ ካብ ምድቃሱ ተስ እንዳበለት ኣተሲኣ ማለት እዩ እንታይ ከም ዝገብረቶ ርኢኹምኩም ማለት እዩ ንቤተሰብ ንቤተሰብ ጤል ክገዝኡ ምዃኖም ንኣውደ ዓመት ማለት እዩ ንበዓል ልደት ክገዝእሎም ምዃኖም ተነጋጊሮም ነይሮም እሞ ብእውነት ማለት እዩ ክናገር ወይ ከዓ ምናምን ከለኹ እቲ ብጣዕሚ እየ ዝስሓቅ ማለት ብጣዕሚ ልሳቅ ስለ ዝነበረ ማለት እዩ መረ እየ ልስሓቅ ኣለኹ ኣነ ንባዕለይ ብውሽጠይ እ፣ ንምንታይ እያ ስሓቅ ተብዝሕ ገለ ከይትብሉ እየ ማለት እዩ ሊሊ ትማሊ ርእኹም ወያኹም እ፣ ወርቂ ለለዋ ጤል እየ ዝደሊ ተምፀለይ ተምፀለይ ኢላቶ ማለት እዩ። ካብ ምድቃሱ ተሲኣ ሓሲብኩሞ ዲኹም ቤተሰብ ካብ ምድቃሱ ተሲኣ ወርቂ ለለዋ ጤል ተምፀለይ ተምፀለይ ትወልደለይ እንዳበለቶ ነይራ ማለት እዩ። ኣሌክስ ድማ እንታይ ክትኾን ደለኺ ወይ ፕራንክ ድዩ ክትገብሪ ደለኽስ ወይ ክታይ ክትገብሪ ኣለኺ እንዳበላ ማለት እዩ። ከመይ ገይረ ፕራንክ ወሊዐ ማለት ቪድዮ ወሊዐ እንዳሃለኹሲ ናረኣኻ እናሃለኻ ሰብ ቅድሚ ቤተሰብ እናተናገርኩስ ከመይ ዝበለ ፕራንክ እየ ልገብረካ ፕራንክ ይኾነ ብትኽክል እየ ዝደሊ ይላታ ማለት እዩ። ኣሌክስ ዋእረ ቆልዓ ዲኺ እንታይ ክትኾኒ ኣለኺ ህፃን እንዴት ትኾኒ ግደፈይ ተቕበጢ ምናምን ኢልዎ ማለት እዩ ኖኖ ይቐብጥ ኣይኮንኩ ኢለ ኣለኹ ኣነ ልደለኽዎ ነገር ክትገዝአለይ ኣይትኽእልን ዲኻ ሊልየ ክገዝአልኪ ይኽእል እዩ ግን ለይእዘዝ ኢኻ ኣዚዝኪ ማለት እዩ ክስካብ ሎሚ መቸም ኩሉ ዝደለኽዮ ነገራት እንዳገበረልክ ነይሩ እዩ ብንሕና ንሪኦ ነበርና ማለት እዩ ለማዕቲ ግን ንእሽተይ ክብድ ዝበለት ትእዛዝ እየ ከዓ ኣዚዝክዮ ምንም ክገብር ኣይኽእል እዩ ቁርጥም ኣብልያ ማለት እዩ እና ቤተሰብ ኣሌክስ ማራ ኣጨናኒቃቶ ማለት እዩ ፈጥጥ ተብላቶ በቃ ግዜ ገዚኤልኪ ክብል ኣሎ በቃ ገጸየ ዝሕዝ እያ ገጸይ ክሕዝ ማለት ቆልዓሲ ይበሃል ያው ኣነስ ያው ብዙሕ ኣይፈልጥን ግን ዝኾነ ዝደለየካዮ ነገር እንድሕር ላይ ተገይሩልካሲ ኣብ ገጽካ ወይ ኣብ ኢድካ እንድሕር ነኺእካስ ምልክት ይወፀካ እዩ ይበሃል ሓቂ ድዩ ቤተሰብ ኣደታትና ከምዚ ከምኡ ገለ ደስ ክብለን ከሎ ዝኾነ ነገር ደስ ክብለን ከሎ እሞ ዘይረኽብኣ ክኾና ከላ ኣብዚ መቐመጫ ነገር ለይርአ ኣብኡ እየን ልሕዛ ይበሃልና ይሰምዕ ማለት እዩ ማለት ንምንታይ ኣብ ኢዱ ወይ ከዓ ኣብ ገፁ ተኮይኖም ምልክት ንኸይረአ ምልክት ማለት እዩ ኣብ ሕብእ ልበለ ንክኸውን ማለት እዩ እና ብጣዕሚ እያ ሊሊ ኣስሒቃትኒ ማለት እዩ ወርቂ ለለዋ ጤል ግዘለያ ኣይትስኣኒ ሊሊ ምሕራር ሕጂ ኮታ ኢድያ ክስካብታ ትወልድ ማለት እዩ ትብለጽ እያ ዘላ ቤተሰብ ማለትሲ ደሓር እዚ ዕድል እዚሲ ኣይረኽቦን እና ሕጂ ክስካብ ልወልድ ክብለጽ ኢላ ማለት እዩ ግድን ግድን ክትገዝአሊ ኣለካ ኢላ ኣፈጠጥ ኣቢላቶ ማለት እዩ ኣሌክስ ድማ ኣረብጃ ኸለክት ክትኾን ልልኺ ሕፈር ምናምን እንዳበለ ማለት እንታይ እያ ትብል ዘላ ኢሎም ብጣዕሚ ተገሪሙ ማለት እዩ እዛ ህፃን ቆልዓ መፅኡ ኣብ ሰላት ወርቂ ለለዋ ጣሪ ክትፈልጢ ዲኺ ኖኖ ትብላ ማለት እዩ እወ በልያ ሊሊ እወ በልያ ኢላታና እወ ኢላ እዛ ህፃን ቆልዓ ከዓ ኣበይ ዲኺ ኣብ ቴሌቭዥን ወይኔ ሰሪሓትሉ ክሊ ዕንዝር ኣበይ ሪእኻ ትፈልጢ ገበላ እወ ሪእ እየ ንስኻ ኢኻ ተጋጊኻ እና ግዘኣላ ኢላቶ እዛ ህፃን ቆልዓ እውን ማለት እዩ ካብኡ ልገርመኩም ወርቂ ለለዋ ጠል ክእልሹ ዕዳጋ እዮም ወፊሮም ማለት እዩ ወርቂ ለለዋ ጠል ተበሉ ትመስክር ወርቂ ሌሎ ጠልየለይ ካበይ ከምፅእ እስካብ ሕዚ ዘይረኣና ዶ ከምፅእ ኣሌክስ ድማ እንታይ ኢልዎ መሲልኩም ማለት እዩ ሰሪሑ ላኩ እዩ ወርቂ እተውድቕ ደርሆ ክገዝኣልኪ እየ ኢሉ ማለት እዩ። ሊሊ ስሓቓ ክትቆፃፀሮ ኣይከኣለትን ማለት እዩ። እዛ ወርቂ ተውድቕ ደርሆኣ ሒዛ ኣብዛ ኢዳ ገዝኣ። ቤተሰብ ወርቂ ተውድቕ ደርሆ ሪኢኹም ትፈልጡ? ንመጀመርያ ግዜ ብኣሌክስ ማለት እዩ። ብኣሌክስያ ኮይና ዘላ እዛ ነገር ማለት እዩ። ሊሊ ድማ ሰሓቓት ትቆፃፀሮ ኣይከኣለትን ማለት እዩ። ኣሌክስ ወርቂ እተወድኦ ደርሆ ስጦታ ንመጀመርያ ግዜ ይዋ ማለት ወይኔ ብጣዕሚ ሰሓቕ ብሰሓቕ ንመላእ ኣውደ ዓመት እዩ ዝመስል ቤተሰብ ሊሊ ከዓኒ እንዳሰሓቃት ንገዝኣ ማለት እዩ ሰሪሕለይ ኢላ ማለት እዩ ወርቂ እተውድኦ ደርሆ ይሕሸኪ ንሳኽ ገዝእልኪ እምበር ወርቂ ለለዋ ጤልማ ክረክበ ይኽኣልኩ እዩ ኩሉ ትርእዮ ኣለኺ ኮሊለዮ ኢሉ ማለት እዩ ሊሊ ኣነ እታ ዝደለኽዋ እታ ዝሓሰብኩ እየ ዝደሊ ንሰኣ ደስ ኢላትኒ እንትትፍእል ኣሌክስ ድማ ችግር የለን ብወርቂ እተወድኦ ደርሆ ቀይርዮ ናብኡ ማለት ድልየትክሲ ናብኡ ከም ዝኸይድ ግበሪ ኢልዋ ማለት እዩ ዝሮ ዝሮ ኣይትሰኣኖ ሊልና ኣሌክስ ማለት እዩ ከምዚ ሓደ ሓደ ግዜ ስነ ይስሓቕ ዘስሕቕ ካብ ጭንቀት ውፅእ ለብል ክሰርሖ ከሎ ማለት እዩ ብጣዕሚ ደስ ዝብለካ የዘናግዐካ ንባዕልካ ማለት እዩ ቤተሰብ ብጣዕሚ ተዘናጊዕኹምን ደስ ኢሉኩም ክዃን ተስፋ ይገብር ማለት እዩ። ብድጋሜ ብሩኽ በዓል ልደት ይግበረልኩም ምስተባረኸ ዝተቐደሰ ልደት ይኹነልኩም ክብል ይደሊ ማለት እዩ እና ኣብ ቀጻል ቪድዮና ክሳብ ንራኸብ ድማ ሰሰናይ ንዓኹም እንዳበልኩም ላይክ ሼር ምግባር ኣይትሕመቑ ኢኹም ባይ ባይ